ሰላም ደቂ ዓደይ ከመይ ውዒልኩም ከመይ ኣለኹም ሶ ሕጂ ናብ ናይ ሌከርስ ጌም ክርኢ ክኸይድ እንዳተዳለኹ ከለኹ እየ ነዚኣ መልእኽቲ ዝሰደልኩም ዘለኹ ግን ንምንታይ ካብ እዚ ኩሉ ደኣ ክርሕቃት መፅስ ንምንታይ እዚ ጌም መሪፀ ካብቲ ካልእ ነገራት ኣብ ሎስ ኣንጀለስ ክትገብሮ ትኽእል ኢልኩም ክትሓቱ ትኽእሉ ትኾኑ። ኣብ ናተይ ወርክ ኢቲክ ሓደ ካብቶም ሜንተርስ ድሓስቦም እንድሕር ኣለዉ ኮይኖም ገለ ካብቶም ኣዝዮም ኣዝዮም ዘድንቖም ሰባን በዓል ብራይንት እዮም። ብራይንት ገለ ከም ትፈልጥዎ ኣብዚ ድሓለፈ ቁሩብ እዋን ብናይ ሆሊኮፕተር ሓደጋ ምስ ጓሉ ዓሪፉ ማለት እዩ ኣብ ኣሜሪካን ባስኬትቦል ግን ሓደ ካብቶም ዳዓበየ ፅልዋ ዘለዎም ዳዓበየ ስማት ዘለዎም ሰባት እዩ ገለ ካብቲ ንሱ ድገብሮም ዝነበረ ንዓይ ከዓ እምብዛ ድምስጡን እንታይ እዩ ዕዮ ገዛካ ምስራሕ ማለት እዩ ውድድር ክህልዎ ከሎ ምስ ሚእቲ ውልቀ ሰባት ድኾኑ ዋን ኦዋን ገይም እንዳገበረ ነቶም ደድበለፁ ድበሃሉ ክወዳደሩ ዝደልዩ ሰባት ነብሱ እንዳፈተሸ ደለዎ ድኻም የለን እሞ ደሓር ከኣ ሰዓት ሓሙሽተ፣ ሓሙሽተን ፈረቓ ንግሆ ተሲኡ ሰብ ብድቅሱ ትሬኒንግ ጌሩ ምስቶም ናይ ሃይስኩል ተማሃሮ ንባስኬትቦል ዝዳለዉ ዝነበሩ ከኣ ይኸይድ ኔሩ ማለት እዩ። ማይክል ጆርዳን ሓደ ካብቶም ነቶም ብሉጻት ንኽበሃሉ ንዓይ ንኽወዳድሩ ንበቂዖም ይግብኦም ኢሉ ዝሓስቦም ሓደ ዝነበረ ናቱ ተማሃራይ ኮይኑ ብራይኒ ማለት እዩ ኢዱ ተሰይሩ ማእኸል ፀወታ ሓደ ግዜ የማናይ መንክቡ ተሰይሩ ብሓንቲ እዩ ፀወታ ምሉእ ወዲኡ እንደገና ቻምፒየንሽፕ እውን ዝበፀሐ ሰብ እዩ ብጣዕሚ ብዙሕ ነገራት ኣሎ ናቱ ክሰምዕ ከለኹ ኣዝዩ ደንቐኒ ነገር ማለት እዩ ካብ ኩለን ካብ ብምሉእ እንተን ነገራት ዝብለን ነበረ ግን ብዛዕባ ማኒፌስቴሽን ነቲ ዓበየ ስእሊ ነቲ ጌም ድመፆ ደሎ ብደይ ኩዕሶ ፕራክቲስ ይገብር ነይሩ ባስኬትቦል ንክፃወሲ ብደይ ኩዕሶ ይመላለስ ነይሩ ስለዚ ናቱ ምንቅስቃሳት ቅድሚ እቲ ፀወታ ምምፅኡ ኣቐዲሙ ይስእሎ ላይክ ሂዝ ጀስት ኣምበሊቨብል ኣብቲ ኤንቢኤ ድበሃል እቶም ኣብ ዓለምና ድበለፁ ድበሃሉ ተፃወቲ ዝርከብዎ ዓንኬል ከንሱ ካብኣቶም ከዓ ድበለፀ ንክኸውን ድእትዎ ዘፍሮ ዝነበረ ሰዓታት ኣብ ገዛ ርእሱ ምምሕያሽ እታ ፐርሰናል ዲቨሎፕመንት ትብል ሰልፍ ኢምፕሩቭመንት ቢካሚን ሞር ትብል ደላ ኣምር ገና ካብ ሃይ ስኩል ከሎ ኣትሒዙ ስጋብቲ ናይ መጨረሻ ዝፃወተሉ ዝነበረ ግዜ ብዘይ ዝኾነ ቅድሚ ኩነት ንሰዓታት ድኣክል ሰብ ብድቅሱ ሰዓት ሓሙሽተ ተስዩ ትሬኒንግ ክገብር ከም እትኣክል ኣይገበርኩን ኢሉ ዝሓስብ እንተደኣ ኮይኑ ከም ብሓድሽ ተመሊሱ ከኣ he goes back into the training ማለት እዩ በቃ the most disciplined person ንዓይ ካብቶም ኣዝዮም ጸለውቲ ዝበሃሉ the most disciplined person ኣብ ኣብ ብርግጽ እሱ ኣብ ስፖርት ማለት እዩ ግን ኣብ ሂወት ናብ ነብሰ ምግታእ እቶም ዝበለጹ ዝበሃሉ እንድሕር ኣልዮም ኮይኖም ብርግጽ ንኩሎም ኣይፈልጦም እኔ ግን በታ ናቱ ድፈልጣ ሂዝ ጀስት ክሬዚ ኦከይ ገለ ካብቶም መጻወቲ ናቱ ደቂ ጋንቱ ድብልዎ ዝነበሩ ገለ ገለ እዋን ኣርባዕተን ርብዕን ተስዩ ስጋብ ሰዓት ዓሰርተ ሓደ ትሬኒን ይገብር ሸሞንተ ሚእቲ ሻትስ ከምዚ ሸሞንተ ሚእቲ ግዜ ፈቲኑ ነብሱ ካብ ኣመቸር ናብ ፕሮፌሽናል ማለት እዩ በቃ ኤቭሪ ታይም ድወርወራ እታ ኩዕሶ ስኒ ነብሱ ሜሞሪ ናቱ ዘኪሩስ ከእትወሉ ዝኽእል ኣብቲ ሰኪዔት ከእትወላ ዝኽእል ኣምር ንምርካብ እዩ ዝጽዕር ኔሩ so ገለ ነገራት ከምዚታት ክሰምዕ ከለኹ ከምዚ ዓይነት ሃልኪ ከምዚ ዓይነት ጻዕሪ ክሰምዕ ከለኹ it just amazed me it just amazed me so much ነዚኣ ክንሪኣ ክንከይድ ኢና ብተኻእለ መጠን and yeah I, I think I'm super excited ሕጂ ክሪፕቶ ዝበሃል ኣሎ ኣብ ሎስ ኣንጀለስ ሓደ ካብቶም ዝዓበዩ ስታድየም ከምኦም ዝኣመሰሉ ተፃወቲ ዝርከብዎ ከምኦም ዝኣመሰሉ ክኢላታት ዝርከብዎ ኣይ ቲንክ ንሱ እውን ሓደ ካብቲ ዝዓበየ ኣብዚ ናተይ እቲ ሆቴል ሕጂ በዓል ራእዩ ዘለውኦ ናይ ብራይን ብራይትን ስእሊ እዩ ዘሎ እነን ኤቭሪ ታይም ኣይ ሉክ ኣዲት ስጋዕ ክንደይ ንነብስናስ ከይፈለጥናያ ክንዲ ዝኣክል ኪደት ንኸይድ ኣብ ሂወት ደገርመኒ እሞ ንዑ ንክዕዘብ እሱ ዝፃወተሉ ዝነበረ ሜዳ ከይደ ክርኢ እየ ማለት እዩ so I'm super excited about it and I look forward for you guys to ሲ ገለ ሃይላይትስ ካብቲ ቦታ ድማ ማለት እዩ ስጋብ ሽዑ ብሰላም የራኽበና እግዚኣብሔር ኣቐድሙ ለዋ ምሸት